ሰላም ሰላም ሰላም ክብራት ኣሕዋት ተኻታተልቲ ናይ እቲ ጠቐሚ ሜድያ ሎማዓልቲ ድማ ምሳኻትኩም ዘለኹ ተስፎም እየ ብዛዕባ ሓንቲ ኣገዳሲት ዝበልክዋ ሓሳባት እየ ክዛረብ መፅየ ዘለኹ ቅድሚ ናብቲ ሓሳባተይ ናብታ ርእሰይ ምኻደይ ግና ኩላኻትኩም ጠቐምቲ ምዃንኩም ከዘክረኩም ይደሊ ዘይጠቐምቲ ምዃንኩም ክሕብረኩም ወይ ከረድኣኩም ዝደሊ ኣካል ይኹን ሰብ ብዘየገድስ፣ ኣነ ግን እንታይ እብለኩም ኣለኹ፣ ጠቓሚ ነገር ኣብ ውሽጥኹም ኣሎ፣ ንስኻትኩም ጠቐምቲ ኢኹም። ስለዚ ሕጂ ናብ ኣርእስተይ ክሓልፍ እየ፣ ብዛዕባ ባዕላዊ ጉድኣት ወይ ከኣኒ ሰልፍ ዲስትራክሽን ከመይ ጌርና ንኣልዮ፣ ከመይ ጌርና ንስዕሮ ብዛዕባኡ እየ ክዛረብ ተልየ መጺኤ ዘለኹ ሎማዓልቲ። ሰልፍ ድስትራክሽን ወይ ከኣኒ ብዛዕባ ገዛእ ርእስኻ ኣሉታዊ ነገር ምዝራብ፣ ንገዛእ ርእስኻ ባዕልኻ ምንእኣስ፣ ብዛዕብኡ ኢና እሂን ምሂን ክንበሃል ደሊና። ሓንቲ ነገር ከኣ ተወሳኺ ክዘክረኩም ግና ሓደስቲ እንተደኣ ኮንኩም ላይክ ሸር ሳብስክራይብ ክትገብሩ ተከታተልቲ ናይዚ መደብ ክትኮኑ ሓድሽ ኣርእስቲ ሓሳባት ኣብ ነውጽኣሉ እዋን ናቱ ተቃደስቲ ምእንቲ ክትኮኑ ብክብሪ ይዕድመኩም ነቶም ኣባላት ናይዚ ሜድያ ዝኮንኩም ከኣ እንቋዕ ብድሓን መጻኩም ክብለኩም ደስ ይብለኒ ስለዚ ብዛዕባ ሰልፍ ዲስትራክሽን ወይ ከኣ ባዕላዊ ጉድኣት ኢና ክንዛረብ ሕጂ መጀመርታ መጀመርታ ከም መበገሲ ሓሳብ ወሲድያ ዘለኩ ካልእ ሰብ ብዛዕባይ ኣሉታዊ ነገር ክዛረብ ከሎ ከመይ ይስምዓኒ ሓፈሻዊ መብዛሕትኡ ሰብ ካልእ ሰብ ብዛዕባኻ ኣሉታዊ ነገር ክዛረብ ከሎ ብዛዕባኻ ከናኣሰካ ፍትን ከሎ መጀመርታ እንታይ ኢኻ ትገብር ትቃወም ኢኻ ብዘረባ ክኾን ይኽእል እዩ ብውሽጥኻ ክኾን ይኽእል እዩ ብሓሳባትካ ክኾን ይኽእል እዩ ብዝተፈላለየ መንገዲ መጀመርታ ብዛዕባኻ ሕማቕ ነገር ወይ ከኣ ኣሉታዊ ነገር ክትሰምዕ ከለኻ መጀመርታ እየ ዝብል ዘለኹ ምስ ግዜ ሰብ ክለምዶ ስለ ዝኽእል ኣብቲ መጀመርታ ግን እንታይ ዝኸውን ኩሉ ግዜ ተቓውሞ ኣንጻሩ ዝኾነ ስምዒት ወይ ሓሳባት ወይ ግብሪ እዩ ዘርኢ ሰብ ስለዚ ካልኦት ሰባት ብዛዕባይ ክዛረቡ ከለዉ እንተ ተቓውሞ ዘስምዕ ኮይነ ጽቡቕ እንተ ዘይስምዓኒ ኮይኑ ኣንጻሩ እንተ ዝምልስ ኮይነ ኣነ ባዕለይ ብዛዕባ ገዛእ ርእሰይ ኣሉታዊ ነገር ክዛረብ ከለኹኸ ከመይ ይስምዓኒ? እዚኣ ብጣዕሚ ኣገዳሲት ነገር እያ መብዛሕትኡ ሰብ ከይተረድኦ ክሓልፋ ይኽእል እዩ ምኽንያቱ ምስ ግዜ ብዙሕ ግዜ ብዛዕባኻ ኣሉታዊ ነገራት ብከባቢኻን ብሰባትን ምስ ሰማዕኻ ብዘይርድኣካ መንገዲ እቲ ናትካ ሳብ ኮንሸስ ማይንድ ዝበሃል ኣተሓሳስባኻ ማለት እዩ ብዘይ ተስተውዕሎ መንገዲ ተቐቢልዎ ይጸንሕ እሞ ሽዑ ንስኻ ባዕልኻ ብዛዕባ ገዛእ ርእሰኻ ኣሉታ ክዛረብ ክትጅምር ከለኻ ብቐሊሉ ትቕበሎ ኣንጻሩ ደው ኣይትብልን ማለት እዩ ስለዚ እንታይ ኢልና ኣለና መጀመርታ ሰብ ብዛዕባኻ ሕማቕ ክዛረብ ከሎ ትቃወም ኢኻ ንስኻ ብዛዕባ ገዛእ ርእሰኻ ባዕልኻ ሕማቕ ክትዛረብ ከለኻ ግን ምናልባት ከይትቃወም ትኽእል ኢኻ ምክንያቱ ምስ ግዜ ኣብ ውሽጥኻ ዝማዕበለ ብዝተፈላለየ መንገዲ ብዛዕባኻ ዘማዕበልካዮ ርድኢት ወይ ሓሳባት ክኸውን ስለ ዝኽእል፣ ብዘይ ምስትውዓል ኣብ ውሽጥኻ ዘሎ ስለ ዝኾነ ብቐሊሉ ክትቅበሎ ትኽእል ኢኻ። ሎማዕልቲ ግን እንታይ ክብለኩም ክመጽእ ዘለኹነ ነቲ ኣብ ውሽጥና ኮይኑ ብዛዕባ ገዛእ ርእስና ኣሉታዊ ሓሳባት ዘመንጩ ኣሉታዊ ነገራት ብዛዕባና እንዛረቦ እንሓስቦ ይህን ምሂን እንብሎ ንኡ ክንቃወም ስለ ዝደለኹ እየ መጽእ ዘለኹ። ስለዚ ከም ዝበልኩኹም ኣነ እንታይ ዝኣምን ኩላትና ጠቐምቲ ምዃንና ኩላትና ገለ ነገር ከነበርክት እንኽእል ሰባት ምዃንና ስለ ዝኣምን ስለዚ ብዛዕባ ገዛእ ርእስኹም ሓደ ነገር ክትገብሩ ኢልኩም ዝጀመርኩም ኣብ ውሽጥኹም ዝመጻኩም ሓሳብ ኖ እዝስ ኣይትኽእሎን ኢኻ ዝብል ሓሳባት ማለት እዩ ወይ ከኣኒ ኣብቲ ሓሳባት ክመጻካ ከሎ እዚኣሲ ክገብራ ኣይክእልን እየ፣ እዚኣስ ልዕሊ ዓቕመይ እያ፣ ወይ ከኣኒ እዚኣስ ንዓይ ትምልከት ኣይኮነትን፣ እዚኣሲ ኣነስ ኣብዚኣ ክህሉስ ቦታይ ኣይኮነን ዝብል ሓሳባት ኣብ ውሽጥኹም ክመጽእ ከሎ ብምስትውዓል ካብ ሕጂ ንደሓር ማለት እዩ እቲ ቅድሚ ሕጂ ዘይተስተውዕልሉ ኔርኩም ሕጂ ግን ከተስተውዕልሉ ምእንቲ ክትክእሉ እየ ዝመጽእ ዘለኹ ማለት እዩ ስለዚ ብዝተፈላለየ መንገዲ ክኸውን ይኽእል እዩ ንኣብነት ሓንቲ ኣብነት ተዳወሲድና እስኻ ንበል ሓደ ዓይነት ስራሕ ደሊኻ ናብቲ ስራሕ ኬትካ ትሓትት ብዝተፈላለየ መንገዲ ሽዑ ንበል ናብ ኢንተርቪው በፂሕኻ ኣብ ኢንተርቪው ምስ በፃሕኻ ከዓ መጀመርታ ኣብ ኢንተርቪው ከይበፃሕኻ ንበል ኣብ ኢንተርቪው ከይበፃሕኻ ይቕሬታ ነቲ ኣፕላይ ዝገበርካዮ ስራሕ ክንህበካ ኣይከኣልናን። ንኻልኦት ሰባት ካባኻ ዝሕሹ፣ ካባኻ ንላዕሊ ተመክሮ ዘለዎም፣ ካባኻ ንላዕሊ ሞያ ዘለዎም ወይ ኣብቲ ቦታ ዝያዳ ተቐባልነት ዘለዎም ሰባት ረኺብና ንዓኻ ክንመርጸካ ኣይከኣልናን፣ ኣብቲ ናይ ኢንተርቪው ፕሮሰስ ክትበጽሕ ኣይከኣልካን ዝብል ብኢመይል ድዩ ብፖስታ ድዩ ወይስ ብዝተፈላለየ መንገዲ ሓበረታ ይወሃበካ ካልኣይ ግዜ ኣፕላይ ትገብር ተማሳሊ ሓበረታ ይመጻካ ሳልሳይ ግዜ ኣፕላይ ትገብር ከምኡ ኣብ ዝተፈላለየ ቦታ ክኸውን ይኽእል እዩ ሽዑ ይቕበሉኻ እሞ ኢንተርቪው ትገብር ኢንተርቪው ምስ ገበርካ ከዓ ሶሪ ኣይሓለፍካን ይብሉኻ ነዚ እዚ ተደማሚሩ ኩሉ እንታይ ዝገብረካ ነቲ ዓይነት ትደልዮ ዝነበርካ ስራሕ ንስኻ ብቑዕ ከም ዘይኮንካ፣ ንስኻ ከምኡ ክትገብር ከም ዘይትኽእል፣ ወይ ከኣ እቲ ቦታ እቲ ንዓኻ ዘይምልከተካ ቦታ ምዃኑ ቀስ እንዳበለ ኣብ ሓሳባትካ ይምዕብል እሞ፣ ሽዑ ከምኡ ዓይነት ዝመስል ስራሕ ክወጽእ ክትርኢ ከለኻ ርእይ ምስ ኣበልካዮ እንታይ ትብል፣ ኣሕ እዚኣሲ ኣነ ኣብኣ ክኸውን ኣይግብኣንን እዩ፣ እዚኣ ናተይ ኣይኮነትን፣ ስለዚ ኣብ ካልእ ካብኡ ሕምቕ ዝበለ ካብኡ ትሕት ዝበለ ወይ ከኣኒ ዓይነት ስራሕ ኣፕላይ ክገብር እየ ዝብል ሓሳባት ኣብ ውሽጥኻ ይምዕብል እዚ ግን ጌጋ እዩ ምናዳ ምናዳ ንስኻ እንተድኣ ነቲ ስራሕ በቲ ስራሕ ዝተምሃርካ ሰብ ኮንካ ኣብቲ ዓይነት ስራሕ ክእለት ዘለካ ሰብ እንተድኣ ኮንካ ብዘይ ምቁራጽ ቀጻሊ ኢኻ ነቲ ነገር ክትዓየሉ ዘለካ ወይ ከኣ ኣነ ከማዕብሎ ዝግብኣኒ ዝያዳ ተቐባልነት ምእንቲ ክረክብ ኣብዚ ቦታ እዚ እንታይ ክገብር ኣለኒ ኢልካ ርእሰ ግምገማ ብምግባር ኢኻ ነቲ ስራሕ ዝያዳ ክትሰርሓሉ ዝግበኣካ ማለት እዩ። ስለዚ ንኣብነት እንታይ ኢልና ኣለና እቲ ብዛዕባ ገዛእ ርእሰኻ ኣሉታዊ ነገር ክትሓስብ ዝገብረካ ነገር ካብ ከባቢኻ ዝመጸ፣ ካብ ሰባት ዝመጸ፣ ካብ ኣተዓባብያ ዝመጸ እውን ክኸውን ይኽእል እዩ። ስለዚ ንስኻ እንታይ ክትገብር ኣለካ ኩሉ ግዜ ከምቲ ከምቲ ሰባት ክዛረቡኒ ከለዉ ብዛዕባይ ኣሉታዊ ነገር ተቐባልነት ዝይቕበሎ ነገር ኣነ ምስ ዓቤኹ ኣብ ስራሕ ዓለም ምስ በጻሕኹ ኣብ ሞያ ምስ በጻሕኹ ውን ከምኡ ዝመጻኒ ኣሉታዊ ኩሉ ካብቲ ኣሉታዊ እንታይ ክመሃር ይኽእል ክሓስብ ኣለኒ ማለት እዩ ኣብ ክንዲ ነቲ ኣሉታ ከም ዘለዎ ዝቕበሎ ነቲ ኣሉታዊ ግብረ መልሲ ዝረኸብክዎ ግን ርእየ መርሚረ ሓሲበ ኣነ ከመሓይሾ ዝግበኣኒ ነገራት ተተሃልዩ ከመሓይሽ ክጽዕር እንተ ኦረዲ ጽቡቕ ብቕዓት ኣልዩኒ ኮይኑ ከኣ ብዝተፈላለየ መንገዲ ኣብ ዝተፈላለየ ቦታ ነቲ ኣነ ደልዮ ዘለኹ ንክረኽቦ ቀጻሊ ክዓዪ ይግብኣኒ እዩ። ስለዚ ነቲ ዝተዋህበኒ ግብረ መልሲ ኣሉታዊ ግብረ መልሲ ተቐቢለ እወን ኣሜንን ኢለ ኣነ ከምኡ'የ ኢለ ንርእሰይ ክእምና የብለይን። ስለዚ እቲ ዝመጽእ ሓበሬታ ኩሉ ግዜ እንታይ እዩ እቲ ናቱ risk እንታይ እዩ እቲ ንስኻ እትረኽቦ ሓበሬታ ንስኻ ከምኡ ምዃንካ ንክትቅበሎ ንገዛእ ርእስኻ ከምኡ ምዃንካ ንክትቅበላ ጽልዋ ስለ ዘለዎ ብምስትውዓል ንስኻ ከምኡ ከም ዘይኮንካ ንስኻ ብቕዓት ከም ዘለካ ንስኻ ኣብቲ ቦታ እቲ ክትህሉ ከም ኩሉ ሰብ ይግብኣካ ምዃኑ

ክኸይድ ይጅምር እሞ ይወድቕ፣ ክኸይድ ይጅምር እሞ ይወድቕ። ስለዚ ክልተ ግዜ ወይ ሰለስተ ግዜ ብምውዳቑ ኖእ በቃ ኣነሲ ክኸይድ ዝግብኣኒ ሰብ ኣይኮንኩን፣ ከምዞም ዝሪኦም ዘለኹ ከምዞም ወለደይ ወይ ከምዞም ዓበይቲ ኣሕዋተይ ኣነሲ ብእግርኻ ምኻድሲ ንዓይ ኣይምልከተንን እዩ ንኦም ጥራይ ዝምልከቶም እንተ ዝብል ነይሩ ብእግሩ ክኸይድ ኣይምስከኣለን። ሓቂ እንድዩ። ስለዚ ኣነ ሕጂ ከምኡ እየ ዝብለኩም ዘለኹ ብዝተፈላለየ መንገዲ ምናዳ ምናዳ ብተዓብኻ ክኸውን ይኽእል እዩ ኣብ ትምህርትኻ ኣብ ግዜ ትመሃረሉ ዝነበርካ ደረጃ ኣብ ናይ ኣብ ናይ ትምህርቲ ግዜ ክኸውን ይኽእል እዩ ወይ ከዓ ከም ዝበልክዎም ኣብ ስራሕ ምድላይ ግዜ ምስ ጀመርካ ምስ በፃዕኻ ክኸውን ይኽእል እዩ ብዝተፈላለየ መንገዲ ንዓኻ ከነኣእስ ዝጅምር ንዓኻ ከነኣእስ ዝፍትን ወይ ከዓ ንዝጅምር ነገራት ብጣዕሚ ብጣዕሚ ክንጥቀመሉ ይግባእ ናይ ምክንያቱ ነቲ ስነ ሓሳብ ናትና ስለ ዝልውጦ ማለት እዩ ንስነ ሓሳብና ምስ ለወጦ ካኒ እቲ ብደገ ዝመጽእ ኣዘራርባ ዋላ ንግዚኡ ንመጀመርታ ትቃወሞ እንተነበርካ ድሓረ ምስ ግዜ ንስኻ ባዕልኻ ነቲ ሓሳብ ክትቅበሎ ምስ ጀመርካ ግን ብክልቲኡ እዩ እቲ እቲ ቃልሲ ዝኾን ማለት እዩ ብደገ ብዝመጽእ ሓበሬታ ኩሉ ግዜ ቃልሲ ኣለካ ብውሽጥኻ ብዝመጽእ ሓሳባት ከዓኒ ኩሉ ግዜ ንዓኻ ዝቃወመካ ኣይግባኣካን እዩ ኣብዚ ክትህሉ ይግበኣካ ኔሩ ከምዚ ክትገብር ኣይግበኣካን እዩ ዝብል ሓሳባት ኩሉ ግዜ ብዘይርደኣካ መንገዲ ከውድቐካ ከትሕተካ ስለ ዝኽእል ኩሉ ግዜ ኣብዚ ነገር እዚ ምስትውዓል የድልየና ማለት እዩ ብምስትውዓል ክንቃወሞ ብምስትውዓል ክንስዕሮ ኣዝዩ ኣዝዩ ኣገዳሲ እዩ ማለት እዩ እቲኣ ራልሴቲ ኣገዳሲት ሓሳባትካ እንታይ እያ ኣብ ኣብ ዝሓለፈ ኣብ ሕሉፍ ተመኩሮኻ ተመርኪስካ ሕሉፍ ተመክሮኻ ኢለ ዘለኹ ሕጂ በቲ ከምዚ ዝበልናዮ ኢንተርቪው ጌርካ ኣይትጠቅምን ኢኻ ኣይ ብቕዓት የብልካን ክንቅበለካ ኣይኣልካን ኣይክኣልናን ዝበሉኻ ከምኡ ዓይነት ተመክሮ ተዛሪብናሉ ኢና ቅዲምና ጽልዋታት ዘምጽእ ካልእ ተመክሮኻ ባዕልኻ ብዝገበርካዮ ባዕልኻ ብዝወሰድካዮ ስጉምቲ ባዕልኻ ብዝወሰድካዮ ኣክሽን ባዕልኻ ብዝወሰድካዮ ነገራት ምናልባት ኣይትዕወትን ንበል ኣይተዓወትካን ሕሉፍ ተመኩሮ እዩ ስለዚ ሕሉፍ ተመኩሮኻ ንኣብነት ንበል ቢዝነስ ጀሚርካ ኣይተዓወትካን ሓደ ነገር ምስ ጀመርካዮ ፅቡቅ ጌርካ ኣይተዓወትካሉን ከሲርካ ተሪፍካ ድሕሪኡ እዚ ሕሉፍ ተመኩሮኻ እዚ ንዓኻ ካልእ ሓድሽ ቢዝነስ ንኸይትጅምር ክገብረካ ኣይግብኦን እዩ እዚ ሓንቲ ኣብነት ናይ ቢዝነስ ኣምፅእልኩም ኣለኹ ዝሓለፍካዮ ተመክሮ መምህር እዩ። መምህር ክንብሎ ከለና ግና ካልእ ግዜ ሓድሽ ስጉምቲ ንኸይትወስድ ካልእ ግዜ ሓድሽ ሪስክ ንኸይትወስድ ኣይኮነን ክምህረካ ዘለዎ ወይ ካኒ ፈራሕ ንኽትከውን ኣይኮነን ክምህረካ ዘለዎ ተመክሮኻ ማለት እዩ። ተመኩሮኻ እቲ ሕሉፍ ተመኩሮ መምህር እዩ ዝብሃል ካብ ሕሉፍ ተመኩሮኻ ካብ ዝገበርካዮም ጌጋታት ወይ ካብ ዝወሰድካዮም ስጉምትታት ተማሂርካ ርእሰ ግምገማ ወሲድካ ኣብ ምንታይ ኢኻ ኣብ ምንታይ ብርትዐ ነይርካ ኣብ ምንታይ ድኻማት ነይርካ ስለምንታይ ኢኻ ዘይተዓወትካ ወይ ስለምንታይ እዩ ከምቲ ንስኻ ዝደለኻዮ ክኸይድ ዘይኸኣለ ርእሰ ግምገማ ወሲድካ ዝተመሳሰለ ዓይነት ኣክሽን ወይ ዓይነት ሪስክ ክትወስድ ወይ ከ ካልእ ዝተፈለየ ስትራተጂ ናትካ ክትቅይር እዩ ክገብረካ ዘለዎ ማለት እዩ ስለዚ እንታይ ክብለኩም ደለ ግን ብዝኾነ ዝኾነ ነገር ዝሓለፍካዮ ተመክሮ ርእሰ ገምጋማ ወሲድካ ድኻማትካን ብርታዐኻን ኣለሊኻ ሓድሽ ዓይነት ስጉምቲ፣ ሓድሽ ዓይነት ታሪኽ፣ ሓድሽ ዓይነት ለውጢ ኣብ ህይወትካ ንኸተምጽእ፣ ንቕድሚት ንኽትስጉም ደኣ እዩ ክሕግዘካ ዘለዎ እምበር፣ ሕሉፍ ተመኩሮኻ ብፍሬ ሒዙ ንድሕሪት ገጹ ክጎትተካ ኣይግብኦን እዩ። ስለዚ ካብዚኣ ከኣ ክንጥንቀቕ ይግብኣና እዩ። ምኽንያቱ እቲ ሕሉፍ ተመኩሮኻ እንታይ ዓይነት ትምህርቲ ክህበካ ይኽእል እዩ፣ ንስኻ ኣይትኽእልን ኢኻ፣ ንስኻ ከምዚ ክትገብር ኣይትኽእልን ኢኻ፣ ንስኻ ብቕዓት የብልካን፣ ንስኻ ንዝጀመርካዮ ነገር ኣብ መፈጸምታ ክተብጽሖ ስለ ዘይከኣልካ፣ ድሕሪ ሕጂ ሓድሽ ነገር ከምኡ ክትጅምር የብልካን። ንስኻ ኣይትኽእልን ኢኻ ዝብል ምናዳ ኣይትኽእልን ኢኻ ዝብል ትምህርቲ ክምህረካ ኣይግብኦን እዩ ተመክሮኻ። ተመክሮኻ እንታይ እዩ ክገብረካ ዝግብኦ ቤንችማርክ ኮይኑ ከም መበገሲ ርእሰ ገምጋም ወሲድካ ናብ ሓድሽ ናብ ሓድሽ ስጉምቲ ናብ ሓድሽ ካልእ ፍሉይ ተመክሮ ንኸተማዕብል ወይ ንኽትለማመድ ንቕድሚት ክውንጭፈካ ደኣ ይግብኦ እምበር፣ ሕሉፍ ተመክሮኻ ንድሕሪት ዝገጹ ክስሕበካ፣ ባዕላዊ ጉድኣት፣ ሰልፍ ዲስትራክሽን፣ ብዛዕባ ገዛእ ርእሰኻ ኣሉታዊ ዝኾነ ዝርርብ ኣብ ውሽጥኻ ክትጅምርን ከተማዕብልን ክገብረካ እንተደኣ ጀሚሩ ይሃስየካ ኣሎ። ስለዚ ነዚ እውን ብምርዳእ እንታይ ክንገብሮ ይግብኣና እዩ? ብምስትውዓል ክንቃወም ይግብኣና እዩ። ልዕሊ ኩሉ እንታይ ክንገብር እዩ ጽቡቕ? ኩሉ ግዜ ኣብ ዝሓለፍካዮ ነገር ገምጋም ክትወስድ ኣለካ። እንታይ ነይሩ ኣሉታዊ ጎኒ ናይቲ ስራሕ ናይቲ ዝገበርክዎ እንታይ ነይሩ ኣወንታዊ ጎኒ እቲ ኣሉታዊ ጎኒ ሰብ ዝበዝሐ እንዲኻ ክትዕወት ዘይኻልካ ለዚ ነቲ ኣሉታዊ ጎኒ ብኸመይ መገዲ ከጉድሎ ይኽእል ነቲ ኣወንታዊ ነቲ ብርታዐታት ናትካ ከመይ ገይረ ክውስኸ ይኽእል ኢልካ ክትሓስብ ተዛጀሚርካ እዚ ሓሳብ እዚኣ ንባዕላ ንኣእምሮኻ ኣክቲቬት ስለ ትገብሮ ስለ ተባራብሮ ኩሉ ግዜ ሶሉሽን መፍትሒ ንኸተምጽእ ዘለካ ተኽእሎ ኣዝዩ ዓቢ እዩ። እንተ ርእሰ ገምጋም ከይገበርካ በቲ ዝገበርክዮ ተመክሮ በቲ ዝወደቅክዮ ውድቀት በቃ ኣነ እኽኢለ ኣነ ከምዚ ክገብር ኣይኽእልነ እዚ ዓይነት እዚ ንዓይ ዝምልከት ኣይኮነን ናብ ዝብል መደምደምታ እንተ በጺሕካ ብዘይ ርእሰ ግምገማ ማለት እዩ ንገዛእ ርእስኻ ጉድኣት ተምጽእ ንቕድሚት ክትስጉም ከኣ ኣይትኽእልን ኢኻ። ስለዚ ክቡራት ኣሕዋት ምሳኻትኩም ዝጸናሕኹ ተስፎምየ ደጊመ ደጋጊመ ኣዚኹም ኣዚኹም ጠቐምቲ ኢኹም ኣብ ውሽጥኹም ከኣ ንዓኹምን ንኻልኦት ሰባትን ክጠቅም ዝኽእል ኩቡር ነገር ከም ዘሎ እናዘኻኸርኩ ሸር ክትገብሩ ሳብስክራይብ ክትገብሩ ላይክ ክትገብሩ እንተ ድኣ ፈቲኹሞ ምስ ካልኦት ሰባት ከተካፍልዎ ካልኦት ሰባት ከኣ ክረብሑ ክጥቀሙ ብኽብሪ ይዕድመኩም ብኻልእ ኣገዳሲ ነጥብን ቪድዮን ክሳዕ ንራኸብ ንኹላትና ሰሰናዩ እናበልኩ ኣብዚ ይገድፈኩም። ቻው።